ዝኸበርኩም ተኸታተልቲ ፈነወ ኤሪ ቲቪ ከመይ ተምስዩ ጽባሕ ዒድ መውሊድ ኣልነቢዩ ንኹልኹም ምእመናን ምስልምና ርሑስ ዒድ ክኾነልኩም እናተመነና ጽባሕ ህዝባዊ በዓል ምዃኑ ንሕብር ኣብቲ ካብ ኩለን ንኡሳን ዞባታት ዝተወከላ ኣባላት ዝተረኽባሉ ኣኼባ ፖለቲካዊ ውዳበ ደሓን ዝኾነ ንጥፈታት ከም እተኻየደ ክግለጽ እንከሎ ውዳቤታት ንምስፋሕን ንምድንፋዕን ብዝበለጸ ክስራሕ ጥዕናን ዕብዮትን ደቂ ኣንስትዮ ንምርግጋፅ ድማ ብትምህርትን ምክትኣህሳይ ልምድታትን ብዝለዓለ ክድፋእ ኣብ ምርዳእ ተበፂሑ። ንኡስ ዞባታት ኣስማጥን ሃበሮን ነፃ ካብ ምኽንሻብ ደቂ ኣንስትዮ ምእዋጀን ንፃዕሪ ማሕበር ብሓፈሻ ንቕሓት ሕብረተሰብ ድማ ብፍላይ ዘርኢ ምዃኑ ድማ ተገሊፁ። ብዘይካዚ ደቂ ኣንስትዮ ኣብ ትምህርቲ ክስጉማ ዝግበር ምትብባዕ እወታዊ ለውጢ የምፅእ ከምዘሎ ኣብ ዝቐረቡ ፀብፃባት በሪሁ። ኣኼበኛታት ኣብ መደብ ልቓሕ ንደቂ ኣንስትዮ፣ ምጥፋእ መሃይምነትን ተርኡ ኣብ ምዕባለ ደቂ ኣንስትዮን፣ ማሕበር ምስ መሻርኽቲ ዘለዎ ዝምድናን ካልእን ኣብ ዝብሉ ዛዕባታት ሰፊሕ ምይይጥ ኣካይደን። ኣብ መዛዘሚ ኣኼባ ሓላፊት ኣማደእ ዞባ ዓንሰባ ወይዘሮ ኣምና ሓሰን፣ ደቂ ኣንስትዮ ዘማዕብሉ መደባት ምስራዕን ምትግባርን ካብ ቀንዲ መደባት ማሕበር ምዃኑ ጠቒሳ፣ ደቂ ኣንስትዮ ኣብ ማሕበረ ቁጠባውን ፖለቲካውን ገስጋስ ሃገር ግቡእ ንጥፈታተን ከረጋግፃን ኣንጻር ድሑር ልምድታት ብዝተፈላለየ መልክዕ ክቃለሳን ብምዝኽኻር፣ ወጺኡ ዘሎ ውጥን ንምዕዋት ተሳትፎ ኩሎም ዝምልከቶም ኣካላት ክዓዝዝ ጸዊዓ። ኣብ ንኡስ ዞባ ሓጋዝ ብጨንፈር ሚኒስትሪ ዕዮን ሰብኣዊ ድሕነትን ዞባ ዓንሰባ ዝተወደበ ኣብ ድሕነትን መሰላትን ቆልዑን ብሓፈሻ ምውጋድ ጎዳእቲ ልምድታት ድማ ብፍላይ ዘተኮረ ዓውደ ዘተ ብ25 ሕዳር ተኻይዱ። ኣብቲ ኣባላት ሽማግለ መሰላት ቆልዑ ናይቲ ንኡስ ዞባ፣ ወከልቲ ባይቶ፣ ሃገራውያን ማሕበራት፣ መራሕቲ ሃይማኖት፣ ወከልቲ ሚኒስትሪታትን ካልኦትን ዝተሳተፍዎ ዓውደ ዘተ፣ ኣብ ሚኒስትሪ ዕዮን ሰብኣዊ ድሕነትን ሓላፊ ኣሃዱ መሰላት ቆልዑ ኣቶ ሙሴ ሓድሽ፣ ማሕበራዊ። ድሕነት ብምርግጋጽ ጉቡኣትን መሰላትን ቆልዑ ንምውሓስ ኣበርቲዑ ዕቱብ መደባት ይትግብር ከምዘሎ ጠቒሱ፣ ኣብቲ ንኡስ ዞባ እትነጥፍ ሽማግለ መሰላት ቆልዑ ነዚ ጉዳይ ዓቢ ኣቓልቦ ሂባ ክትሰርሓሉን ወርሓዊ ርክባትን ገምጋማትን ከተካይድን ኣዘኻኺሩ። ክኢላ ድሕነት ቆልዑ ኣቶ ዮናስ ኣርኣያን ሓላፊ ኣሃዱ ተሃድሶ ተናበይቲ ጎደናን ግጉያት ትሕቲ ዕድመን ኣቶ ክብረኣብ ተኸስቶን ብወገኖም፣ ቀንዲ ጠንቅታት ዝኽትምና ድሕሪ ምዝርዛር፣ ንምግትኡ ሚኒስትሪ ዕዮን ሰብኣዊ ድሕነትን ብዕቱብ ይነጥፈሉ ከምዘሎ ኣነጺሮም። ተሳተፍቲ፣ ሽማግለ መሰላት ቆልዑ ኣብ ዘቕረበቶ ንዘሰላሰለቶን ንጥፈታትን ዘጋጥማ ብድሆታትን ዝምልከት ጸብጻብ ድሕሪ ዘካየድዎ ዘተ፣ ሳዕቤናት ምራሓ ትሕቲ ዕድመን ዘይተደልየ ጥንስን ከምኡ'ውን ሳዕቤናት ምኽንሻብ ደቂ ኣንስትዮ ንምግታእ ውህደት ዝምልከተን ኣካላት ንምዕዛዝ ኣብ ዘኽእሉ ዛዕባታት ብሰፊሑ ተመያይጦም። ሽማግለታት መሰላት ቆልዑ ብደረጃ ሃገር ኣብ ኣርብዓን ክልተን ንኡሳን ዞባታት፣ ኣብ ዞባ ዓንሰባ ድማ ኣብ ሸሞንተ ንኡሳን ዞባታት ቆይመን ከምዘለዋ ሰነዳት ሚኒስትሪ ዕዮን ሰብኣዊ ድሕነትን የመልክቱ። ኣብ ኣስመራ ተራን ኣበርክቶን ወለንታውያን ለገስቲ ደም ንምሕያል ዝዓለመ ትምህርታዊ ሰሚናር ትማሊ ኣብ ኣስመራ ተኻይዱ። ብርሃን ዓንደ መስቀል ብመልክዕ ጸብጻብ ንዘዳለዎ ትሕዝቶ ይስዕብ።
ረድኤትን ኣብ እዋን መጥባሕቲ ንዘጋጥም መድመይቲ ንምትካእ ዘድሊ መጠን ደም ንምርካብ ተራን ኣበርክቶን ወለንታውያን ለገስቲ ደም ንምሕያል ዝዓለመ ትምህርታዊ ሰሚናር ብ ዕስራን ሸሞንተን ሕዳር ኣብ ኣስመራ ኣዳራሽ ሆስፒታል ኦሮታ ተቓኒዑ። ኣብዚ ብሃገራዊ ባንክ ደምን ሃገራዊ ማሕበር ወለንታውያን ለገስቲ ደምን ዝተወደበ ትምህርታዊ ሰሚናር ምስ ምስፋሕ ኣገልግሎት ጥዕና ቀረብን ጠለብን ደም ይመጣጠን ስለዘየለ ካብ ሰራሕተኛታት መንግስታውያንን ዘይመንግስታውያንን ትካላት ከምኡ'ውን ውልቀ ሰባት ዝልገስ ደም ንምስሳን ክግበር ብዛዕባ ዝግበኦ ጎስጓሳት ተዘትዩ። ሜዲካል ዳይሬክተር ሃገራዊ ባንክ ደም ኤርትራ ኣቶ ኣብርሃም የማነ ኣብ ዘስምዖ መደረ፣ ብወለንታ ዝልገስ ደም ኣብ ምድሓን ህይወት ዜጋታት ብሓፈሻ ኣብ እዋን ሕርሲ ድማ ብፍላይ ኣዝዩ ሓጋዚ ኣብ ርእሲ ምዃኑ ነቲ ዝልገስ ደም ዝፈጥሮ ናይ ሕልና ዕግበት'ውን ቀሊል ስለዘይኮነ ዝያዳ ኣብዚ ንምድፋእ ይስርሓሉ ከምዘሎ ገሊጹ። ኣብዚ እዋን ካብ ወለንታውያን ዝልገስ ደም መጠን ደም ሰብዓን ክልተን ሚእታዊት ናይቲ ጠለብ ጥራይ የማልእ ከም ዘሎ፣ እቲ ስሳን ሸውዓተን ሚእታዊት ካብዚ ድማ ኣብ ግዜ ሕርስን ጥንስን ንዘጋጥም መድመይቲ ከም መተካእታ ከም ዝዕደል ተሓቢሩ። ሚኒስትሪ ጥዕና፣ ቀረብ ውሑስን እኹልን ደም ብደረጃ ሃገር ብምርግጋጽ ህይወት ዜጋታት ንምድሓን ብመንገዲ ሃገራዊ ባንክ ደም ኣቢሉ ጻዕርታት የካይድ እኳ እንተሎ፣ ኣብዚ መዳይ'ዚ ተሳትፎ ወለንታውያን ወሳኒ ምዃኑ እውን ተገሊጹ። ኣብ ሚኒስትሪ ጥዕና ዳይረክተር ክሊኒካዊ ኣገልግሎት ዶክተር ጎይትኦም መብራህቱ ኣብ ዘስምዖ መዛዘሚ መደረ፣ ህይወት ዜጋታት ንምድሓን ዝግበር ወለንታውያን ልግሲ ደም መርኣያ ደረጃ ንቕሓት ሕብረተሰብ ምዃኑ ድሕሪ ምግላጽ፣ ነዚ ከም ባህሊ ንምስራጽ ወለንታዊ ልግሲ ደም ንምስሳን ተራ ናይ ስራሕ ዝምድና ዘለወን ትካላት ክዓዝዝ ጸዊዑ። ኣብ ዞባ ደቡብ መደባት ምሸታዊ ትምህርቲ ንምሕያል ዝሕግዙ ዓውደ ዘተ ተኻይዱ።
ወኪል ኤሪና ፊልሞን ትካባውን ዘዳለዎ ዜናዊ ጸብጻብ ኣርሴም ኣስመሮም ኣብ ዞባ ደቡብ መደብ ምሸታዊ ትምህርቲ ብምግምጋም ንምሕያል ክግበር ኣብ ዘለዎ ንምዝታይ ዝዓለመ ዓውዲ ዘተ ብ23ን 24 ሕዳር ኣብ ከተማ መንደፈራ ተኻይዱ። ኣብ ዞባ ደቡብ ሓላፊ ኣሃዱ ትምህርቲ ንዓበይቲ መምህር በላይ ኑርሑሴን፣ ኣብ ዝሓለፉ ሸውዓተ ዓመታት ብዞባ ደረጃ ብዝተፈላለየ ምኽንያት ኣብ ስሩዕ ትምህርቲ ክቕጽሉ ንዘይከኣሉ ከምኡ'ውን ብመደብ ትምህርቲ ንዓበይቲ ትምህርቶም ዛዚሞም ደረጃኦም ንዘዕበዩ ዜጋታት ዝተዋህበ ዕድላት ትምህርቲ ዝምልከት ጸብጻብ ኣቕሪቡ። መምህር በላይ ኣብ ጸብጻቡ፣ ኣብ ሸሞንተ ንኡስ ዞባታት ናይ ማእከላይን ካልኣይን ደረጃታት ምሸታዊ ትምህርቲ ይወሃብ ከምዘሎ ብምሕባር፣ ካብ ክልተ ሽሕን ዓሰርተ ሓደን ክሳብ ክልተ ሽሕን ዓሰርተ ሸውዓተን ንልዕሊ ዓሰርተ ኣርባዕተ ሽሕ ተመሃሮ ኣገልግሎት ከምእተዋህበ ይኹን እምበር ኣብ መስርሕ ብዘጋጥሙ ሕጽረታትን ብድሆታትን እቲ መደብ ከምቲ ትጽቢት ዝተገብረሉ ከምዘይነበረ ኣነጺሩ። ኣብ ሚኒስትሪ ትምህርቲ ሓላፊ ጨንፈር ትምህርቲ ንዓበይትን ምምዕባል ካሪክለምን ኣቶ ትካቦ ኣይሙት ብወገኑ ብዝተፈላለየ ምኽንያት ኣብቲ ጉብእ ዕድመ ናይ ትምህርቲ ዕድል ዘይረኸቡ ዜጋታት ትምህርቲ ዝቕጽሉሉ ባይታ ተፈጢሩ ከምዘሎ ብምጥቃስ ኩሎም ዝምልከቶም ብውህደት ክሰርሕሉ ዝግባእ ሃገራዊ መደብ ከምዝኾነ ሓቢሩ። ተሳተፍቲ ኣብ ዝሃብዎ ርእይቶ፣ ኣብ ምሸታዊ ትምህርቲ ዝረኣዩ ድኽመታትን ሕጽረታትን ንምውጋድ ክተኣታቶ ኣብ ዘለዎ ሜላታት ኣሰራርሓ ድሕሪ ምዝታይ፣ መደባት ምሸታዊ ትምህርቲ ናብ ኩሉ ከባቢታት ክሰፍሕ ተላብዮም። ኣማሓዳሪ ዞባ ደቡብ ኣቶ ኤፍሬም ገብረክርስቶስ ኣብ ዘስመዖ ቃል፣ ፍልጠት ዝዓጠቐ ዜጋ ኣብ ማሕበረ-ቁጠባዊ ምዕባለ ሃገር ቀላሲ ተራ ከምዝጻወት ጠቒሱ፣ ምሕያል ምሸታዊ ትምህርቲ ናይ ኣተሓሳስባ፣ ኣሰራርሓን ኣረኣእያን ለውጢ ንምምጻእ ሓጋዚ ስለ ዝኾነ፣ ምምሕዳር ዞባ ደቡብ ንምዕዋት እቲ መደብ ኩሉ ዝከኣሎ ክገብር ዘለዎ ድልውነት ኣረጋጊጹ።
ኣብ ዓሰርተ ሰለስተ ምምሕዳራት ከባቢን ዞባ ዓዲ ቀይሕ ኣብ ትግባረ መደባት ልምዓት ዘተኮረ ኣስታት ሸውዓተ ሽሕ ህዝቢ ዝተሳተፎ ኣኼባታት ተኻይዱ። ኣብ ከተማ ዓዲቐይሕ ኣብ ዝተኻየደ ኣኼባ ኣካያዲ ስራሕ እቲ ንኡስ ዞባ ኣቶ ሃብተ ኪዳነ፣ ህዝቢ እቲ ንኡስ ዞባ ኣብ ጽርግያ ኢገላ ደምሒና ን ብክራማት ንዝተበላሸወ ልዕሊ ሰላሳን ክልተን ኪሎ ሜትር ከም ዝጸገነን መስመር ውሕጅ ከም ዝሰርሓሉን ጠቒሱ ኣብ ምድልዳል መሬት ምግራብን ምርጋእ ኣከባብን መለሳ መሬት ከምኡ'ውን ኣብ ምውሓስ ጽሬት ኣከባቢ ዝነኣድ ስራሕ ይዕመም ከምዘሎ ሓቢሩ። ተሳተፍቲ ብግደኦም፣ ኣብቲ ከባቢ ዝውጠን መደባት ብኣድማዕነት ንክትግበር ኣበርክቶኦም ከሐይሉ ምዃኖም ብምርግጋጽ፣ ዝካየድ ጎስጓሳት ክድፋኣሉ ተላብዮም። ኣብ ንኡስ ዞባ ዓዲ ቐይሕ ን ሚእትን ትሽዓተን ዓድታት ዝጥርንፋ ዕስራን ሓደን ምምሕዳራት ከባቢ ኣለዋ። ትከታተልዎ ዝጸናሕኩም ዜናታት ውሽጢ ሃገር እዩ ነይሩ። ክቡራት ተዓዘብትና፣ ስዒቡ ንዝቐርብ ኣህጉራዊ ዜናታት ምክትታልኩም ክትቅጽሉ ደጊምና ብኽብሪ ንዕድም። ፕረዚደንት ዚምባብዌ ኢመርሰን ምናንጋግዋ ብዘይሕጋዊ መንገዲ ካብ ሃገሩ ዝወጸ ገንዘብ ህዝቢ ኣብ ውሽጢ ሰለስተ ኣዋርሕ ክምለስ ጸዊዑ። እቲ ጻውዒት ዝምልከቶ እሞ ነቲ ናይ ግዜ ገደብ ዘየኽበረ ውልቀ ሰብ ይኹን ትካል ተሪር ሕጋዊ ስጉምቲ ክውሰደሉ ምዃኑ ፕረዚደንት ምናንጋግዋ ብ ዕስራን ሸሞንተን ሕዳር ንሚኒስትራት መንግስቱ ኣብ ዝሃቦ መግለጺ ኣጠንቂቑ። እዚ ጻውዒት'ዚ ኣካል ናይ'ቲ ብልሽውና ንምግታእ ሰፊሕ ስርሒት ንምክያድ ተወጢኑ ዘሎ መደብ ምዃኑ ድማ ኣብ'ቲ ኣጋጣሚ ኣፍሊጡ። ብርክት ዝበሉ ሰብ መዚ ዚምባብዌን ኩባንያታት'ታ ሃገርን በዚ ናይ ምጽራይ ስራሕ ግዳይ ክኾኑ ከምዝኽእሉ ብኣግኡ ተኣሚቱ'ሎ። ብ ዕስራን ኣርባዕተን ሕዳር ቃለ መሓላ ዝፈጸመ ፕረዚደንት ኢመርሰን ምናንጋግዋ፣ ኣብ ምግታእ ብልሽውና፣ ምብርባር ቁጠባን ምፍጣር ጸጥታዊ ርግኣትን ኣተኲሩ ክሰርሕ ምዃኑ ምግላጹ ይዝከር። ተርእዮታት ብልሽውና ንቁጠባ ዚምባብየ ክሃስዩ ካብ ዝጸንሑ ንጥፈታት ምዃኑ ዘመልከቱ ጸብጻባት፣ ሰባት ብሰንኩ ዝበዝሑ መንእሰያት ዝርከብዎም ዜጋታት እታ ሃገር ሽቕለት ኣልቦነት ኣጋጢሞም ከም ዘሎ የረድኡ። መጠን ታህዳስን ንጹህን ጸዓት ክብ ንምባል ዝሰርሕ ዘላ ቻይና ኣርባዕተ ሚእቲ ሜጋዋት ኤሌክትሪሲቲ ከመንጩ ዝኽእል ሓድሽ ትካል ኒክሌሳዊ ጸዓት ዶኪና። እዚ ካብ ብከላ ነጻ ዝኾነ ምንጪ ጸዓት ንመውዓዪ ኣባይቲ ዘገልግል ኮይኑ፣ ብደረጃ ዓለም ኣብ ከምዚ መዓላ ካብ ዝውዕሉ ኣቐዲሞም ዝተደኮኑ ትካላት ዝዓበየ ምዃኑ ጸብጻባት ኣመልኪቶም። ኣብ ሓያሎ ሃገራት ዝተደኮኑ ተመሳሰልቲ ትካላት ካብ ክልተ ሚእቲ ክሳብ ሰለስተ ሚእቲ ሜጋዋት ኤሌክትሪሲቲ ጥራይ ዘመንጭዉ ምዃኖም ይግለጽ። እዚ ኣብ ከባቢ ከተማ ቤጂንግ ኣብ ዕስራ ሚልዮን ትርብዒት ሜትር ዝተዋደደ ትካል፣ ንክልተ ሚእቲ ሽሕ ስድራቤታት ውሑስ ኣገልግሎት ክህብ ከምዝኽእል ሰብመዚ ኮርፖሬሽን ኒዩክሌሳዊ ጸዓት ቻይና ሓቢሮም። እዚ ሓድሽ ትካል ንጹህ ጸዓት ብሰንኪ ተጠቃምነት ከሰል ናብ ክሊ ኣየር ቻይና ክትፋእ ንዝጸንሐ ጋዛት ከጉድሎ ትጽቢት ይግበር። ቻይና ክሊማዊ ለውጢ ንምግታእ ዝዓለመ ምትእትታው ተሃዳስን ንጹህን ጸዓት ብሰፊሑ ትሰርሓሉ ከምዘላ'ያ ትሕብር። ሰሜን ኮርያ ብ ዕስራን ሸሞንተን ሕዳር ኣብ ዝኾነ ከባቢ ግዝኣት ኣሜሪካ ክበጽሕ ናይ ዝኽእል ባለስቲክ ሚሳይል ዕዉት ፈተነ ከም ዘካየደት ኣፍሊጣ። እቲ ስግረ ኣህጉራዊ ባሊስቲክ ሚሳይል ካብ ሰሜን ኮርያ ድሕሪ ምትኳሱ ንሓደ ሽሕ ኪሎ ሜትር ተወንጭፉ ኣብ ማያት ጃፓን ከም ዝዓለበ ሰሜን ኮርያ ብመንገዲ ወግዓዊት መደበር ቴሌቭዥና ኣብ ዘውፅኣቶ መግለፂ ሓቢራ።

እዚ ከምዚ ኢሉ እንከሎ፣ መልሰ ግብሪ ናይቲ ሰሜን ኮርያ ዘካየደቶ ፈተነ ስግረ ኣህጉራዊ ባለስቲክ ሚሳይል፣ ሓይልታቱ ወታደራዊ ልምምድ ኣሃዱታት ሚሳይል ከም ዘካየዱ ሚኒስትሪ ምክልኻል ደቡብ ኮርያ ኣፍሊጡ። ሰሜን ኮርያ ብተደጋጋሚ እተካይዶ ዘላ ፈተነታት ባለስቲክ ሚሳይል ኣብ ልዕሊኣ ሓያል እገዳታት እኳ እንተጸንዐ፣ ዛጊት ፈተነታታ ካብ ምትግባር ዓዲ ከምዘይወዓለት እዩ ዝግለጽ። መንግስቲ ሶርያ ቀንዲ ማእከል ናይቲ ኣብ መንጎ ሓይልታት መንግስቲ ሶርያን ተቓወምቲ ሓይልታትን ዝካየድ ግጭት ምዃኑ ምህላው ኣብ ዝግለጽ ዞባ ምብራቓዊ ቊጣ ምቁራጽ ተኹሲ ክካየድ ከም ዝተሰማምዐ ውድብ ሕቡራት ሃገራት ገሊጹ። ላዕለዋይ ተጸዋዒ ሕቡራት ሃገራት ኣብ ጉዳይ ሶርያ ስቴፈን ደ ሚስቱራ ብ ዕስራን ሸሞንተን ሕዳር ጎኒ ጎኒ'ቲ ኣብ ከተማ ጀኔቭ ስዊዘርላንድ ዝካየድ ዘሎ ብሕቡራት ሃገራት ዝተወደበ ሻምናይ ዘተ ሰላም ሶርያ ኣብ ዝሃቦ ጋዜጣዊ መግለጺ እቲ ናይ ምቁራጽ ተኹሲ እማመ ብሩስያ ከምዝቐረበን መንግስቲ ሶርያ ከምእተቐበሎን ሓቢሩ። ዞማ ምብራቓዊ ቁይጣ ሓደ ካብቲ ብሩስያ፣ ቱርክን ኢራንን ተወዲቡ ኣብ ከተማ ኢስታና ካዛኪስታን ኣብ እተኻየደ ራብዓይ ዘተ ሰላም ሶርያ ካብ ወታደራዊ ግጭት ነጻ ክኸውን ስምምዕ ካብ ዝተበጽሓሉ ኣርባዕተ ዞባታት እዩ። እቲ ካብ ክልተ ሽሕን ዓሰርተ ሰለስተን ብሓይልታት ሰራዊት መንግስቲ ሶርያ ተኸርዲኑ ዝጸንሐ ዞባ ካብ ወታደራዊ ግጭት ነጻ ክኸውን ኣብ ስምምዕ ምብጽሑ ንዝካየድ ዝነበረ ግጭት ብልዑል መጠን ከም ዘጉደሎ እኳ ይግለጽ እንተኾነ፣ ኣብ ዝሓለፈ ሳምንታት ግን እቲ ግጭት መሊሱ ከም ዝዓረገ ይሕበር። እቲ ዝተበጽሐ ስምምዕ ምቁራጽ ተኹሲ፣ ሰብኣዊ ረድኤት ናብቶም ኣብ ውሽጢ እቲ ዞባ ተኸርዲኖም ዘለዉ በርጌስ ንምብጻሕ ባይታ ዘጣጥሕ ምዃኑ እውን ተገሊጹ። ኣብ ጀኔቫ ብዝካየድ ዘሎ ዘተ ሰላም ሶርያ ሓባራዊ ተዛታይ ኮሚቴ ኣቚሞም ዝርከቡ ተቓወምቲ ሓይልታት ምስ ላዕለዋይ ተጸዋዒ ሕቡራት ሃገራት ተኸታታሊ ዝርርብ የካይዱ ከም ዘለዉ ተፈሊጡ ኣሎ። ንዝሓለፈ ሓሙሽተ ዓመታት ብሕቡራት ሃገራት ተወዲቡ ዝተኻየደ ዘተ ሰላም ሶርያ ዛጊድ ዘምጽኦ ዓቢ ለውጢ ከምዘየለ ተዓዘብቲ ይሕብሩ።